ንሓወይ ኣይተቕንእዮ ኣብ ኪሕዝኪ ስቕ በሊ። እዎው እሞ ነቦይሲ የሴፍ ሓውና እንተዘይኮይኑስ ናብቲ ኣዲኡ ስደዶ ክንብሎ እምበር ሓወይ ክሳብ ዝኾነ ክቆርቦ እየ ወየ ሓው ከምዘለና ኣቐዲምና ዘይምፍላጥና እንዳ ጓሃየ እንስይ። ደሓን ድሕር ሕጂ ጥራይ ምስኡ ቅረቢ። ህይ እንታይ ትብሊ ኣለኺ ንስኺ ህእ ኣነ ዓንተወይ እንታይ ኢለኪ። ህእ ኣብ ገበላ ኣነ እንታይ ኢለኪ እስኺ ገጽኪ እዩ ጽቡቕ እምበር ግብርኺ ርጉም እዩ ክፉእ እዩ ግብርኺ ኢለኪ so ሓቀይ እየ ኣነ። ከይትዛረበኒ እስከ ኣይፈልጠካን እየ ዋእ። ኣቲ ደይ ከይትሰምዓኪ። ትስማዕ ኣንጭዋ ደገስ ነንጭዋ ገዛ ተሳጉጋ ድዩ ዝባሃል። ያ መን ኣንጭዋ ንስኺ ንባዕልኺ ቀያሕ ኣንጭዋ ደንበ ኢኺ ኦኬ። ዎው ስቅ እሞ በል የሴፍ ሓወይ ጸጋ ኣቦይ ከይሰምዓኪ። ኣንቲ ንዓኺ ከይትዛረብኒ ኢለኪ ከም ኣናጭተኪ እየ። ዳዕሮየ ዳዕሮ ዳዕሮ ዓዶ ቦየ። ሄይ ትዘብጥያ እንታይ ጌራ ትዘብጥያ ኣነ ንዓኺ ዓቢ ሓውኺ እየ ይዘብጠኪ ኦኬ። ዓቢ ሓወይ ኣይኮንካን ኣስገሬት እያ ዓባይ ሓፍተይ። ዋው ሚለና እዛ ጓል ሓያል እያ ንዓና ትዘብጠና ደልያ ስምዒ ንስኺ እንታይ ጌረ ኣነ መድሃኔ ሓወይ ባዕሉ ንዓይ ጸሊኡኒ። እሞ እንዳ ሓሰር እና ወዓለ እንዳ ሓደረስ ደስ ድይልካ? ክንደይ ግዜ ይቅረ በለለይ ኢሉ እኮ ናብቲ እንዳ ሓሰር ለሚንዎ እዩ ሰሩ ከኣ ኢልዎ ሰሩ። ያ ያ ብዙሕ ግዜ ኢለዮ ኣነ ኦኬ ነደይ ዕረቅኒ ኢለያ ነቦይ ሰሩ ክብሎ ጸውዓዮ ኢለዮ እሱ ንዓይ ጸሊኡ ዳሓሰር ይውዕል እንታይ ጌረ ኣነ ንዓኹም ክርኢ መጽየ። ደሓን ደሓን ንዓኺ ከርእየኪ እንዴ መድሓኔ ሓወይ እንተ ሓሚሙ ከርእየኪ ብዛ ርእሲ ከለኹ። ወይኔ ኣታ እንታይ ደኣላ ኮይና። ከምዚ ሓዊ ባክ ኢላ። እንታይ ኮይና ሓሪቃ ኣበይ ውዒላ ምስ መሓዙት ተባኢሳ ሕጂ ንዓና ክትዘብጠና ደልያ። ድሓን ስቕ እሞ በል ዮሴፍ ሓወይ ከይትዛረባ። ኦኬ ዋላ ደምበ ትኺድ ኣነ ኣይፈትዋን ንዓኣ ንዓኺ ይፈትወኪ ኦኬ። ኦኬ ኦኬ ፊኒሽ ሓያል እያ። ዳዕሮየ ዳዕሮይ ዳዕሮ ዓዶቦይ ንስኺ ማሙቆይ ኣብ ጽላል ክወግዐይ ሞጎተ ጥበበይ ኣብ ትሕቲኽ ዋዕላይ ባህለየ ታሪኸይ መዓልኪ መለይ ሓብተይ የማነ ከመይ ኢልካ ኣኒኻ መስገኖ መገሻ እሞ ከመይ ነይሩ ንገዛኹም ከዕልል ምስ ከድኩ ከየን ኣድየ ድሓነት ከምኡ ኢለናኒ ግርም ሓቲ ነይረ እያ ተመሊሸ ኣታ የማነ እንታይ ገብሩ ደኣልካ ጌርካኸ በረኻ ወፊርካሲ ነዲ ዕንጨይቲ ምፂኻላ ኣይ ኣይ እዘን ኣደየ ደሓነት ከም ዓቢ ተግባር ወሲደንኦ እምበር እዚ ደኣ ደይተረፍ ናይ ኣደይ እኳ እዩ መሰ ዮሃንስ እንዳዕለልኩ ከለኹሲ ከሰተ ዓርከይ ንመለይ ጓሉ ሒዝዋ ገሹ ምስ ቦልንስ ደንጊጨ ኣብኣ ከለኹ ተሰኪመለን መጽየ ነዴኺ ተመረቕ ኢሉካ ኣነ ከኣስ ምእማን ስኢነ የማነ ወደያ ኪዳነ ደኣ ካብ ብመዓስ ዕንጨይቲ እምጽኡልና ኢለስ ገሪምኒ
ክሳብ መዓስ ክንዕሹ ሎምስ ከኣ እባ ክንልብም ዋእ ደይ ኣነስ ከምኡ ዘልኩ የማነ በዚኣ ሓለፈ ነያ ጓላያ ክስቶ ከምዚኣ በላ ኣብ ጓይላ ተባእሰ እንዳ ኣልና ንሰምዕ። በል ካብ ሕጂ ኩሉ ተሪፉ እዩ። ይበሎ
እሞ ነዴኻ ደኣ ትምርዕው ቢልካ ሕጉሳ እምበሪ። ሂናይ ደኣ እዛ ዝበልካያ ከማን ኣብ ዝሓጸረ ግዜ ክገብራ እየ።
ግርም። ንስኺ መባሊተይ ተኾንክስ እንታይ ዶ ፍለጥ እዩ። ዎው ኪድ ደኣ ካልእ ካድለ። የማነ ደኣ ክሳብ ሕጂ ዝጠመትካያ የላን ዶ ደኣ ኮይና? ሃቢ ኢልኪ ዋው ሃቢ እንኪ ካራዮ ከለኻ ዋይ ሃቢ እንዶ እንኪ ስጋ ኣቦይ
ዋው
ዋ ዋ ኣንታ እንታይ ዝርኢ ዘለኹ

ኣቦይ ሕለፍ እስኪ ገዛኺ ሕለፊ ሕራይ ሕለፊ
ኣየ ከሰተ ኣታ ቆልዓ ነግረካ ኣለኹ ሓሳብካ ኣቋርፆ ኣብ ዘይፀገመይ ከይትእትወኒ ዋእ ህልም በል ነጊረካ ኣለኹ ዕንጨት ብፅየልካሲ ንጓለይ ነግረካ ኣለኹ ነግረካ ኣለኹ ስምዑ እሞ ኣየ ከሰተ ምሰያ ሃንስ እኮ ኣታ ቆልዓ ከይትርሓቕ
ርሓቕ እብለካ ኣለኹ ካብዛ ጓለይ ርሓቕ። ክድ ካልእ ከኣ ኮለል እንዳበልካ ካልእ ኣዋልድ ካድነ ኣናዲ። ርባይ። ኣያ ከሰተ።
ኣያ ከሰተ ኣይትበለኒ ነገርካ ኣለኹ ኣቋርጾ እብለካ ኣለኹ ሓሳብካ ኣቋርጾ። ኣብዘይ ኣሎ ከርእየካ እየ። ኣዞ ሰበይ ታበዲ ኣላ። ወይለይ።

ክህቲ ኣደይ እዛ ፀጋስ ናይ ሴፍ ሓወይቲ ማዓይታቶ እንታይ ክትትብሊ ዋ ኣብ ምንታይ ኣውዒሉ እንዴ መድሓኒ ሓወይ እንዳሓሰር እንዳወዓለሲ ንስኻ ምስ ሚለና ሸኹርትት ትብል ኣለኻ ኢላቶ ወይለከ ጉድ መፅያኒ እንታይ እናኣተዋ ዋ ክንደይ ግዜ ከይደ ሶሪ ኢለዮ ናብቲ እንዳሓሰር ኢልዋ የሴፍ ሓወይሲ ንሳ ድማ ስቕስቕስቕስቕ ንስኻ ምሳይ ዘረባ የብልካን ኢላ ወይ ቁንቁን ጸርፋ እወ ወረ ዓይነታ ፈንጠር ኣቢላ ተዛሪባቶ የሴፍ ሓወይ ከዓ ፈሪሕዋ ይመስለኒ ሚሉ ጽጋ ሓያልያ ሓያልያ ክትዘብጠኒ ትኽእል እያ ኢሉ ወይዛ ጎልሓጥ ዓይኒ እንተምፅኣ መዓስ ናይ ሰብ ኣለዋ ኮይኑ ውይ የሴፍ ሓወይ ከደንግጸካ እኾይ እኾይ ኢሉ ኣንታ እዚ ቆልዓ ክፀልኣና እዩ ኣንታ ኣነሲ እንታይ ድገብሮ ንመን ኮ እየ ድነግሮ
ታትሉ ፀኒት መሻርዊት ኣንቲ ፈጣጥ ነዚኣ ክትገብሪ ዶ መጺኺ ኣብታ ደንበ ክደይ ምጸናሕክለይ ዋይ እዛ ኣደይስ ሕጂ ስደድያ እንዶ በሊ ካብዛ ገዛ ተንከስ ኢለ ተወጽያ ትርእኺ ኣነ ጓል ሰመረ ዶ ኣይዚ ገዛ ገፊሕላ እንድዩ ከም ድላያ እንዳተዛረበት መድሃኔ ሓወይ እያ ኮርያቶ ዘላ። ዋይ ንስኺ ከ ካብ መዓስ ኢኺ ንመድሃኔ ሓወይ ዝተሓለቕክሉ ምስ ርብቃ ኮንኩ ዶ ትጸርፍዮ ኣይነበርክን ስቕ በላ ሎቖምጽ ሎቖምጽ እየ ሎቖምጽ ናይ ቁልዑ ክንደይ ትገብራ ስምዒ ጸጋ እዛ ሎማዓንቲ ዝገበርክያ ካልኣይ መዓልቲ ከይትደግምያ ይብለኪ ኣለኹ። እሞ ኣነ እኒ ዮሴፍ ኣይፈትዎን እየ። ወይለከ እሞ ኣፍኪ ሒዝኪ ስቕ በሊ። ክልቲኦም ኣሕዋተይ ባዕሎም ክዕረቑ እዮም። ወይለከ እንታይ ከ ደባእስ ኣለዎም ድዩ? ዮሴፍ ተኾነ ናብ ኣዲኡ ክኸይድ እዩ። ኣበይ ኣሎ ሕጂ እቲ ቆልዓ? ኣብቲ ገበል ኣሎ።
ዋይ ኣንታ ኣነስ እንታይ እየ ዝገብሮ ኣንታ እንታይ እየ ዝብሎ። ዋይ እቲ ብኹም ከኣ ንጎሆ ጋሕጋሕ ምስ ወጸሲ ክሳብ ሕጂ ዘይተመልሰ። ኣንቲ ደንዒ በጃኺ።
ጽንሕቲ ኮብላሊት ንዓኺ ክርእየኪ እየ። እታ ሩባ ክትወርዲ ኢኺ።

ተራእስ ገጽኪ ደስ ኣይበለን ደሓን ዲኺ ኣቱደይ ፈሪሐ እንዴ ታኾንክ ዳ ፈሪሕኺ ኣቦይ ኣብቲ ቅርዓት ረኺብኒ ነይሩ እዋ እሞ እንታይ ዝተረኸብኹ እንታይ ጌርክ ድኺ ዋላ ሓቁ ደኣ ልኢኸኩ ዶ ኣይኮንኩን ኣላጊስክ ዲኺ ኣይላገስኩን ግን የማነ ወድያ ኪዳነ ረኺብኒ ጸኒሑ ገሽኪ ከለኽሲ ገዛ ከም መጽኤ ነይረ ኢልኒ ኣነ ከዓ ዕንፀይቲ ከም ዘንፀኻልናስ ኣዴ ነጊራትኒ እናልኩዎ ኣቦይ ጎፋ ኢለንን እሞኸ እዋ ኣዒንቱ ፈንጠር ኣቢሉ ኪድ እሞ ገዛኺ ክርእየኪ እየ ኢሉኒ። ኣቲ ደይ ከማዓተኒ እዩ። እዞም ሰብኣይ ደሓኖም ድዮም? እዋ ንየማነ እዚ ሕማቕ እንድዩ ዝብሎ ምስኡ ዶ እምባ ናይ ኣሕሪቕዎ ከይከውን። እሱ ደኣ እንታይ ዘሕርቕ ኣለዎ ክንድዚ ሓገዘ። ደይ ኣነስ ከምኡ ምስ በልክኒ እየ መዓልካ ኢለየ እምበር ይትረፍ ምስኡ ክዛረብ ብኡ ክሓልፍ እኳ ዘይደፍር ኣይከፍርሃኒ ጉዳም እንድዩ።
ደሓን እዛ ጓለይ ነቦኺ ህድእ ኢልና ክንላዘቦም ኢና።
እዎ ከምኡ ግበሪ ደይ። ኣዒንቱ ፍጥጥ ምስ ኣበለለይ ፈሪሐ። ኣቲ ቆልዓ

ንዓይ ዳኣ ኩልኹም ኳ ከምተሕሙቑኒ ንዓይ ኩልኹም ኢኹም ተሕሙቑኒ ስማዕ እስኪ እወ እንታይ ኮንካ ኢኻ ደኣ የስየፍሲ ንመለይ ጠሚተያ ምስ በለስ ንስኻ ኸኣ ነቦኻ ንመለይ እንተዘይመርዓኻኒ ኢልካ ትህውኾ ዘለኻ ኣነ ደኣ ክልቴኹም ለባማት ስለ ዝኾንኩምሲ እወ። ጸርጸር ተወሓሒጥኩም ትህቡኒ ኢለ እምበሪ ዋ ኣነ ደኣ እሞ ቀዲመ ደኣ እሞ ነቦይ ንመለይ ሕተተለይ ዘይብሎ ዝነበርኩ ክላስኻ ብነብስኻ ስኑፍ ኢኻ ዋይ ስማዕ እስኪ እወ እንታይ ንዓኻ ዝኾና ጎራዙ ስኢንካ ደኣ የስየፍ ዝጠመታ ኣይትጥምት ወይለ ኣየ ከሰተ ትብጻሕኻ ኢልካያ ዲኻ ንየሴፍ ምሳይ ብሓደ ዘለኻ ወዲ ሓወይ ኣይህበካን እየ እንዳበልኩኻሲ ነዚ ዕቡድ የሴፍ ክህቦ እሞ ንዓይ ደይትበኒ ኣነ ደይኮንኩን ብሰንኪ ናይ መለይ ፍትወት መፍቶ ናጽ ኮይነ ዘለኹ ፀሓይን ቁርን በሊዕኒ ትርእዩ እንዲኹም ዘለኹም ኣየደንግጸኩምን ቁሩብ ኣነ ንደቂ ሃንስ ሓወይ ኣይህብን እየ ኢለ ኣየ ከሰተ እዛ ዘረባ እዚኣ እንዶ ነየበላ ብልሓታ እኳ ጠፊእና ኣንታ እሞ ምድሕና ምስ ኣቦኻ ወዲእና ኢና እወ ኣዴኻ ድሓነት እውን ኣይፈተወትን

እንታይ ደኣ መዓልኪ ከይበልካኒ ስቅልካ ክትሓልፍ ሓሲብካ? መዓልኪ ደይ ጥርሃ ኣስጊለ እንድየ ጸኒሐ። ከመይ ኢልኪ ከ ቀኒኺ? ኦይ ዒላጥ ካብ መዓስ ደኣ ከ ከምዚ ኢሉ ሰላም ይብለኒ እዚ። ስማዕ እስከ ክሓተካ ለንቅነሲ በዚ ኣፈፌት ገዛና ጡይ ምልስ ጡይ ምልስ ተብዝሕ ኣለኻ እሞ ናይ ደሓን ዲኻ? ዋይ
ኣትን ኣደይ ጥርሃ ብዘይካኣ ካልእ መንገዲ ዶ ትፈልጣ ለኢኺ? ኣይ ሓቁ ደኣ።
ስጋ ኪዳነ ኣነሲ ብኡ ጎራዙ ዓዲ የለዋን እንነ ኢና እንነ ከ ዓበይቲ ኢና ክብለካ ኢለ እንዳለይ ዋይ ሞጎ ብልኪ ኣትና ደይ ጥራ እቲ ቀደምሲ ደይ ንኣሹ ስለ ዝነበርና ኢና ሕጂ እኳ ጎቢዝና ኢና ዓቢና ኣመል ምስ መግነዚ እኮ ኣመልኪ ኣይገድፍን እዩ ወ በላ እንታ ክብለክን ኢለ ክትጸላእኒ ጉዳም እንዲኽን ዋላ ተጸረፍክናን እሒዘልክን ኣንተ ሓፍርኒ ኣንትን ክኣብለኒ ስምዓ እንዶ ደይሞናትካ ኢለ ሃብኩኻ በላ ክትፈልጣ ለብዘበን ጥሪ ነዛ ዓዲ ክልተ ግዜ ተዘያዛሪብያ የማነ ይኮንኩን ኣይተወለድኩ እንታይ ክትምርዓ ይህናይ ዳ ለቆታ ዳጉሻ ኢድክም ከመይ ኣቢሉ ክፍታሓልክን ኣንቲ ናይ ዝበለኒ መሰተኻ እየ ወዓላ ሞች ኣትርኤኒ ስማዕ እባ ወዲ ሓወይ እዋ ጓል መን ኢኻ ከጠሚትካ ዶስ ብሕጂ ኢኻ ምጥማሲ ጠሚተ ኣለኹ ጠሲልኪ ከኣ ትፈልጥያ ደሓን ንስሲ ካባይ ካብ ጥርሃ ሰተት ትብል ወረ የላን ኣነስ ባዕልኻ ተነገርካ ንክትምረቕ ኢለ እንዳኣለይ ኣይተኽትኹኒ እንዶ ዋ ክልተ ግዜ ከዛርበኩም የለኩም ኣለኹ ክልተ ግዜ ከዛርበኩም ከኣ ተጸበይኒ ደሓን ደሓን
እንኳዕ እሞ ንቑም ነገር ሓሰብካ ካብ ፈቐዶ ዋልድ ዘወ ንምባል ኮለል ምባል ፈቐዶ ሩባን ጓይላን እንኳዕ ከምዚ ሓሰብካ ደሓር ከኣ እቲ ወረ ደይባዕሉ ክፍርሻሕ እዩ ኣደይ ጽራሕ ዋዛ ዘይብልኪ ኣጆኺ ብጭራ ዋጣ ሰቐጥቀጥ ከብለኪ እየ ዶ እወ ተዳለዊ ጥራይ ወይ ጓል ትረኽቦ ኣጆኺ ከዓ በሃለለይ ኣንቲ መሰቱ ተሰለስተ ኣርባዕተ በፂሖምሲ ኣርባዓ ጥሪ ሕሊፉሲ ኣጆኺ ሕጂ ክሕልፋ እየ ከዓ እብለለይ

ፈለማ ዓባይ ሓፍትኻ እንዴ ንስኺ ትበለኒ ዓባይ ሓፍተይ ኮንክ እሞ እንታይ ጌርክ ኢኺ ስድራ ምልእት እንዳ ጓነየት እንዶ ስቕ ኢልኪ ትርኢ ነበርክን ደሓን ደሓን ንዓና እሞ ገዛ ንእቶ ኣብ ገዛ ኮይንና ንላዘብ
ምስ ጓሃቑስ ክላዘብ ጨካን ምዃን ምሂርኩምኒ ኢኹም ጨኪነ ኢኻ ጨኪና ልበይ ደኸመይ ከደጅክን እሞ ሕጁሲ ዘረባ ዓባይ ሓፍትኻ ይሰምዕኒ ኢኻ እዚ መልኣኸይሲ ዘረባ ስድራኻ ይትስማዕ ኢልኒ እዋ እወ ወረ ወረ ወረ ሃፂልካ ጥፋ ይመፅን ዘሎ መልእኽቲ መልኣኽ ደኣ እሞ ሰናይ ግበር፣ ዘረባ ወለድኻ ስማዕ እንድዩ ዝብል። ሕጂ ሕደ ግን ተቐይመልክን እየ። ሓደ ሓውና ትብላኒ ከም ዘይነበርክንሲ ሓደ ዝድግፈኒ ሰብ ክስእን? ናይ ምድጋፍን ዘይምድጋፍን እኮ ኣይኮነን። እወ።
ንዓና ታሓጓስ እዩ ንዮሴፍ ሃፍቲና፣ ንስኻ ግን ካብ ፈለምኡ እይተቐበልካዮ። ንመን ክቕበሎ እቲ ናዝሃብኮይ ናዝሃብኮይ ሰኣነ ክቕበሎ? ኣንታ መድሃኔ ሓወይ፣ ጸግዒ ዝኾነኒ ሓው ረኺበ ኢልካ ክትሕጎስ እኳ እዩ ዝግበኣካ። ካብ ቀደሙ ንስኽን ንዓይ ኽን ትፈልጣ ነዚ ብሕጓ ዝመፀ ሕጂ ሕጂ ኽን ትፈልጦ ዘለኽን ከመይ ጌርክን ሞሶ ክትውግና ትኽእላስ እሞ ሕጂሲ ዘረባ ኣይትሰምዕን ኢኻ ማለት ድዩ ችዳ ችዳ ሕጂ ኪዳ ምስ ሴፍ ኣዳኽራ ናባይ ገዝኩም ከይትመፁ ፀሊኦኩም እዮም ኣውደል ኢኹም ብስድራኹም በል ክትፈልጥ ከዓ ኣነ ዝገብሮ ኣለኒ ሓፍተይ ኢልካ ከይትዳሃየ ንድሕሪ ሕጂ ከይዲ ከይዲ ጥራይ እንታይ ክዳሃየልኪ ኪዲ ስድራ ኽእለይ ዳሓን ድሓን ከምዛ ፀሊእካኒ ዘለኻ ፀሊኤካ እየ ዘለኹ ሕራይ ኪዲ ፅልይ ኪዲ ፅልይ

ኣያሃንስ ኣለዉ ዶ ካብ መዓስ ደኣ ገዛና ትመጽእ
ወይለይ ደቂ ሃንስ ንዓይ ክትሕልዋ ዲኽን ተዋፊርክ መቸም ኣነ ዝገብሮ ይወሓጠልኩምኒ እዩ ኣነስ ንርብቃ ሓፍተይ እንዳኸተርካያስ ገዛና ድማ ክትመጽእ ኢለ
እሞ ሓደ ኣፊቱስ ከምዛ ማዕተብ ኣብዛ ክሳድኩም መእሰሩኒ ሽዑ ትፈወሱ ወይለ ጀሚርካ ድኻ ትፍውስ ኣልክስኸዲ ፍውሲ ጻሕጋር ተካል እግራ ቀሲልኪ ለይትዓቢ ኣለዎ ዶ ይሃንስ የለውን ኣዴ እውን የላ

ኣነ ደኣ ዕንጨይቲ ክሸይጥ ጀሚሩ እዚ ቆልዓስ ነፊዑ እንዴ ሰሚዐ ዘረባ ቅርዓት ደኣ ከይከውን እምበሪ እህ እንታይ ደኣ ደሓን ዲኻ ኸ ደሓን እየ ንእሽቱለይ ዘረባ ነይራትኒ ዶ እሞ ደሓን ምስ መፁ ተቐልቀሎም ወይ ከዓ ድዝረብ እንተሊካ ንገረኒ እሞ ኣነ ከብፅሓልካ ኣይፋልውን
ንዖም እየ ክረክብ ደልየ ነይረ ክምለስ እየ ከይደ ግናይ
ግናይ ተካል ወጅ ሓቱ ካብ መዓስ ከዳ ሃንስ ሃንስ ዝብል እዋ ኣንቲ ደይ ካብ መዓስ ዳኹም ትዛረቢ ኣይክፀልኦ ጉዳም እንዴ ወረኸ እንዴ ከደፍሪ ንርቃ ሓፍትያ መንገዲ እናኸተራስ ገዛና ድማ መፅእ ሓፍርኒ ኣይሱ እንዲ ዳሞ ቅጅል ቅጅል ኢልኒ እዋ ትቦይ ከ እንታይ ኮይኑ እዩ ምስዚ ቆልዓ ዝላዘብ። ኣይ ተውሳኾም ኣቦኺ ደኣ ጽልኢ መኣስ ክፈትዉ ኮይኖም ደሓር ከኣ እዋእ እቲ ናይ ርብቃ ነገር ከኣ ረሲዖሞ ኮኑ። እዋእ ንሕናስ እንቋላዕ ናትኪ ጠባይ ወሰድና ትደይ ብጀካ መድሓኒሓወይ ሓያላት ኢና። ወይለከ ኣነኸ ሓያል ድየ። ተምጺኹ ደኣ።
በል ኣነሲ ከም ሚለና ጓለይን ከም መድሃኔን

ከመዓልካ ኢለዮ ንእምኒ ንእምኒ ሰብ መሲልኒ ከመዓልካ ኢለዮ ንእምኒ ንእምኒ ሰብ መሲልኒ ኣንቲ ቆልዓ ግደፍ እናበ በጃ ወጠምጠም ኣይትበሊ ውልቀ ወጠምጠም ዶ ኢለ ኣይደርፍን ዶ ዘሎ በል ክትፈጥ በዚ ትገብረዮ ዘለኺ ስድራ ዘይኮነት ዓዲ እምነት እያ ጸሊኣትኪ ዘላ ዋ ከመድሓኒ ሓወይ ዶ ደኣ ክሽፍተልኩም ኮይነ ቀስ ኢለ ዓቢ ኣለኹ እንታይ ቀስ ኢልካ ትዓቢ ደኣ ካብ ኣብ ቅርዓት ትሃልል ዘላ ምራኽ እምበር ትሃልል እኺ
ተመሊስ ከዓስ መድሃኒ ሓወይ ክትብሊ እሞ እንታይ ደኣ ክብል ኣነ ጓል ሃንስ ወለከ ኣነስ ደኣ ጓል መንደ ጓል ደይ ፅርሃ ውይ ኢ ተና ክኾንኪ ንዓይ ደኣ ጓል እያ ክስተ ትብልኒ መሲለኒ እምበር
ኣንቲ ቆልዓ ሰኸ ተፀልልኒ ኢኺ ንዓይ ወይለከ ጓል ኣደይ ፅርሃ ደኣ እሞ ትብልኒ ጓል ሃንስ ቅጭን ከለኒ ጓል ርግበ ገበላ ከይትብልኒ ምስ መድሃኒ ሓወይ ግዳ ዘይትተዓረቕኒ በዛ ሕቆይ ሸቅ እንዳበለትኒ በዛ ጎነይ ቁሪ እንዳኣተወትኒ ሱቅ ኢልኪ ትርእይኒ ክትፈልጢ ከኣ መድሃኔ ሓውይ ካብ ስድራ ምልእቲ ንዓኺ እዩ ጸሊኡ ዘሎ ውይ ከመይ ኣቢለ ደኣለይ ዝዕረቆ
ኣንተን ኣደይ ፅራ እዛ ድቁስ ግን ከዓ ክትጥዕም ጥዕም ዶ ጥዕም ኣብካ ዝወደይ እንታይ ደኣ ንዓኻ ዳ ጥዕም ኣቢለ ምፃልካ ኣመም ኣለዋ መሰለኒ እወ ኣባዓ ከላታ መባእኸ
ኣብየት ካብዛ ኣደይ ስኽምባ ትሕሻኒ ንይበላስ ኣይትልዕላ ወደል እሳ ደኣ ፈታዊት ነብሳ እኳ እያ ምስ ኣቦኻ ኮይና ገጊዕ ኢታ ክትበልዕ እንታይ ትመስል ኣላ ሙሉቕሉቕ ትብል ሓማት ተመን ትመስል ኣላ ኣቦይ ደኣ ርእሱ ተመሊጡ ዘሎ እንታይ ሓማት ተመን ክመስል መን ብዛዕባ ጸጉሩ ኢልካ ምዕጉርቱስ ሙሉቕሉቕ እብል ኣሎ ኢልካ እንካ ጥራሕ ብላዕ ሓደ ካብዞም ስድራኻ ከይመጸኒ እሞ ዎው ኣብ ደይ መዓተይ ከይኣቱ ዋዕ ኣትን ኣደይ ጽራ ኣብ ክንዲ ጽቡቕ ገበርክን ኣንታ እሞ እቲ ጽቡቕ ግብሪ መዓስ ዝረአ ኮይኑ ሕጂ በዚኣ ከም ገለ ኢሉ ሃንስ ተዝመጽእ ነይሩ ብበትሪ ገይሩ ቅርስም ቅርስም መበለኒ ዋይ ንኽውዕጣ ወይ ኣደይ ፅራስ እሞ ንስኽን ዋዛ ደለክን እዩ ብፀርሕን መርገምን ጌርክን ከዓ ሸምቢብክን ሸምቢብክን ትገድፎ ዋዛ ደለክን እዩ ኣርክስኪት ርሙስ ርሙስ ርሙስ መውዓልቲ ናጡ ብክንዲ ገሌኻ እንዳ ሓሰር ሸፊትካሲ ንዓይ ከምኡ ኢልካ ክትጸርፈኒ ጠሚኻ ዲኩም ኩን እንጀራ ሒዘልካ መጽረ ዶ ኣንቲ ናደይ ጽራይ ትሕረቓ ባዕነ ደኣ ደኣላ እኳ እዩ ደኣላ ነግራ እንኳ ኢኻ ትብለን ዘለኻ ዋይ
ዋይ ዘናደይ ጽራ ኣብ ነስኪ ዝመብልዖ ቁርሲ ዋ ጽርቂ እንዳገበርክ ንስ ሓጢኣት ትሰርሓ ኣነ ጽርሃ ኣነ ዶ ትርበል እቲ ሓሰር ተሐሽካ ምሰናናጽኹ ሓሰር ካብላ
ጽልልቲ ብቐደም ግን ዝኣይ ጽልልቲ እንዳኣልክን ኪዳ ኣታ ፉንፉን ስትሩ ዝፈንፈንዎ
እዋይ እዋይ ሓቆይ ፍንፉን ፍንፉን ናይ ፍንፉን እወ ፅቡቅ ኣለኺ ፍንፉን ኣቦይ ኣታ ዘቃል እዚኣ ዘይሰምዓት ኣቦይ ኣፈንፊንካኒ ደሓና ደይታ ተፈንፊነ እንዲ ተፈንፊነ ደሓን ኣታ ክንደ ገጣሚ ወደይ ዝጠይተን ዋሽ ኩሉ ፋቢለናኒ

ብወዲ ሃንስን ወዲ ኪዳነን ምሕላፍ መገዲ እንዳኸልዋስ መሊስካ ከኣ ትልእኽያ ኣንቱም መን ደኣ ክልኣኸኒ ፈቐዶ በረኻን ደንበን ኮይኖም ቆልዑት ኣብዚኣ እንዲያ እንዳተኸሊ ባዕልኺ ዘይትኸዲ ግደፍባ ግደፊ ኣነ ብዘይነገረይ ካብቲ ደሊ ብዘይሰበበይ ክትእትውኒ ይድለይ ጉልጉደፍና ፈሪሕና ደብቀ መሸድና ክንኣቱ ኮይና ኢና ኣቲ ክንኣቱ እተደለና ካበይ ክንረኽበን ጥራይ እዛ ዝብለኪ ግበሪ ካብዛ ድርኩኺት ገዛ ከይተውፅያ እንታይ ኮይኑ ተወዲያ ኪዳንኺ እንድዒ እንዳዕለልኪ ዕንጨት ኣይተቐበልክዮን እንታ ኾንካ ካብ መዓስ ዕንጨት ትጓርተልና ዘይትብልዮ ዎህ እንድዕልኩም።
እዛ ቆልዓ ምስ መጸት ኣብዛ ገዛ ጽንሕለይ ከይተውጽያ።
ኣንቱም ንዕባ ናበይ ደኣኹም? ወል እዋ
ኣቲ ደይ ሰሚዕኽዮ ዶ እንታይ ደኣለይ ዝገብሮ ከጥፍኡኒ እዮም። ደሓን ደሓን ኣቦኹ ንኣፎም እዮም እምበር ይፈትኹ እዮም ኢዶም ኣይሕልፉልክን እዮም። ዋ ኣብ ሰው ዘሎ መሳዕስኦ እንዲ ዝበሃል ግዲ ኣቲ ቆልዓ በስመ ኣም በሊ ዝፍርሕ ከብድኺ ትእትውዮ
ንወድያ ኪዳነ ሰላም ኢልኪ ኢልካሲ ክሰሃለኒ ደሓን ትንክፍ እሞ ብሉኒ ናብ ደንበይ ወይ ናብ ሓትነይ ክኸይድ እየ ኣነ ኣቲ ቆልዓ በስመ ኣም በል እንታይ ከም ምስ ወድያ ኪዳነ ዘቕርብ ኣለኪ ሕለፈ ተው ገዛ ከምዕና ወይለ

እሞ ሓንዳይ ዶ ንጻት
ሓንዳይ ደኣ መዓስ እሞ ትኽእልኒ ኾንክን ኣይ ብቆልዓይ ከለኹስ እምበር ጉዳም እየ ክፃወት ነይረ ዋይ ደሓነ ትደ ናይ ቀደም ዶ ሰርሕ እዩ ሕጂ እያ ትፍለጥ ኣይ እወ ሕጂ ንፃወት ሃይ እሞ ሃይ ሃበ ሃብ ደኣ ሃብ ኣነ ክጅምር ሓራይ ኣነ ዘይጅምር ደሓን ሃብ ደኣ ሃብ ሽዱሽተ ሊና ደኣ እዚኤን ብሽዱሽተ ሊና ክንጻወት ሓሙሽተ እየን ዝኾና
ዋይ ጽንሒ ጽንሒ ደኣ ጽንሒ ዋ ወኣንቲ ደ
ጽንሒ ጽንሒ ሓደ ኣንቲ ደ ክልተ ኣደይቲ ውሽተተይ ፍለጥ እያ ኣይ
ኣንቲ ንፍዕቲ እኮ እየ ነይረ ተኾንኪ ኢኺ

ንመን ዲኺ ትጽበዮ ዘለኺ? ንኸሰተ ከይሓቶም ከኣ ፈሪሐ።
ነቦይ ዲኺ ትጽበዮ ዘለኺ? እዋ ኣንቲ ቆልዓ መን ነቦኺ ጽበዮ ኣለኹ ኢልኪ? ንመድሃኒ ሓውኺ እየ ዝጽበ ዘለኹ። እዋይ ዝበይስ ተዓዊትሉ ኣብ ዓንቀጽ ኮንክ ትጽበዮ ኣለኺ? እዋይ መን ነቦኺ ኢልኪ? ንሓውኺ እየ ዝጽበ ዘለኹ እኮ ኢለኪ እየ። ኣደይ ልብኹ እኮ ፈልጣ እዩ ተሸሪያ ዘላ። ደሓን ኣጆኺ ኣቦይ ክመጽእ እዩ። ኣነ ጓል ሰመረ ዶ ኣትግደፍኒ ዶ ዋእ
እዋይ እዚ ቦይስ ተዓዊትሉ ከምዚ ንዓና ፍትው ተብልናስ ነቦይ ክትፈልጡ እየ ዶ ኣቲ ቆልዓ ሞጭቆር ናይ ቀልውዕ እና ተፃወትክሲ ናይ ዓበይቲ ክትዘረቢ ሃኸል ተሲ ተሰልክስ ለብለክ ኣለኹ ተሲ ጌም ተሰብለክ ኣለኹ
ኣደይ ኣቦይ ክመፅእ እዩ ደሓን ቀሪቡ ኣብታ እንዳያ ከሰተ ኣብኣ በፂሑ ኣሎ

ሞጎተ ጥበበይ ኣብ ትሕቲ ክዋዕላይ ባህለየ ታሪኸይ ኣውራ መንነተይ
ኣየርእየለይ ከዓ ኣብ ደገ ኮፍ ኢላ ርግበ ወደል
ክንዲ ሰላምታ ድዩ ኣቲ ንዓኺ እንታይ ሰላም ክብለልኪ እንታይ ሰላም ክብለልኪ ንዓኺ እንታይ ኮን ክትብላ ደሊኽን ኢኽን? ኣሎ ዶ እቲ ባርጦ ሰብኣይክን? እዚ ጸርፍስ እንታይ ኮን ኣምጸኦ እዩ? እቲ መልሓስክን መዓስ እዩ ቀብሪ ቅዱስ ዝቕባእ? ደሓን ደሓን መልሓሰይ ፍጥር ክብል ጥዑም ጥራሕ ምትወጾ እዩ። ኣይ ደሓን ንሱስ ባዕልና ንበልክን። ዓዲ ምልእቲ ብጸርፊ ምጉጥ እያ እንዶ ትንፋስ ኣውጺኽን ኣየለኽን። ኦይ እንታይ ካባኽን ኣጣበየኒ ባዕለይ ዘይብላን እታ ነብሰይ። እዚ መድሃኔሲ ኣብ እንዳ ሓሰር እንዳወዓለት ካን ተመልክን ክትሪኦ? ንኡ ክትብላ ዲኽን መልሓስክን ኣብ መዲድ ስሒልክን መጺኽን። ኣይ ጠምዩ ከፊእዎ ምስ ረኣኹዎ እንዴ ከይደ ምስ ሓብቲ ሕሉ መጺ። ዋይ ጠምዩ? እወ ጠምዩ።
ከም መንገደኛ መብልዒ ቁርሲ ገይረ ኣብታ እንዳ ሓሰሩ ብትሕሉ መጺ። ገዝኡ ገዲፉ ንዝሓከለ እሞ መን ኣብጽሓሉ ኢልክን እዩ።
ኦይ ስድርኡ ዝፈንፈንዎ ምስኪን ቆልዓ ረኺበ ጓለይ ጽርሃ።
ዘረባ ከደክን ኣሎ ዕዝር በል ዋ እዚ ቆልዓ ወዲ ክንደይ ኣይኮነን እዩ ከማፀን ክንደው ፀኽኖ ቆልዓ ገዲፍ ክንቲ ካብ መንደቦል ወዲ መፀ ቆልዓ ተቐቢርክን ክትዕንግላ ዋ ፅርሃ ዘረባ ክንመልስ ኣሉ እዞም ቆልዑት ኩሎም ደቀ እዮም ውልከ እንታይ ዘረባ ኢኽን ትዛረባ ኣለኽን ድሓር ከዓ ኣነ ሰሚዐልክን ኣለኹ ሃንስ ዘረባ እዚ ከይሰምዕዎ እሞ ኣብ ዘይመዓና ከይተእትዋና ንዓኽን ዳኣ ዓጀበክን ደሎ ጠቕሊሉ ዓጀበክን እንደሎ እምበር ኣነ እዚ ቆልዓ ካብ ቤተይ እምበይ መውጸኽዎን ዶ
እስኽን ደኣ እንታይ ጌርክን ወድና እዩ ንንፋስ ሂብና ደሎ ንሃንስ እውን ኣይገድፎምን እየ ረኺበ ከሸንብበሎም እየ ካልኣይ ንዚ ቆልዓ ገዝኡ እትዎ ኣራዊት ከይረኽቦ ክብሎም እየ ኪዳ በላ ገዛኽን ብዘረባ ከይትድኽማ ደሓን ኣነ እታ ደምጻትኒ ዘረባ ተዛሪበ ኣለኹ ጽባሕ ንግሆ ግን ጽርሃ ከምዚኣ ጌራትና ከይትብሉ ንመድሃኔ ካብቲ ዘለዎ ኣምጺኤ ገዛይ ከእትዎ እየ ወረ ጓል ሰብ ኣምጺኤ ከምስሎ'የ ዶ ወ
ወለከ ወይ ጉዳም
ወይ ጉዳም ድማ ከኣ ክተምስሎ ወይ ዘይሕማም ከረስኒ ወይ ጉድ ኤህ መድሃኔ ኣታ በትኪ በትኪ በትኪ ባህ በልካ በል መዛረብ ዓዲ ጌርካኒ ኣለኻ መመክሒ ዓዲ ክገብረኒ
ስማዕ እስኪ ኮሪኻ ዲኻ ወሰን ወሰን ወሰን ትብል ዘለኻ እናሓለልካ ዘጉህና ኣምፃኻ ደኣ እሞ እንታይ እያ ክገብር ደሊኻኒ ኣይ
ኣንታ እዚ ሓሲበዮ ዘለኹ እኮ ንኽልቴና ዝሓይሽ እኮ እዩ። በየን ኣቢሉ
ንመለይ ጓለይ ንወዲ ኪዳን እኳ ክትብለን ዘለኻ ነዚ በትኪ ዓዲ ተሰኪሐ ሙሽሙሽ የማነ እኳ ክትብለን ዘለኻ ኣንታ እዚ ቆልዓ እዚ ከም ቀደም ከይመስለካ ማይ ድጋም ተነጺግዎ እዩ ከመይ ዝኣመሰለ ጥቁው እዩ ኮይኑ ዘሎ ብሓደ ለይቲ ዝሕረ ህድሞ ዋላ ደጎል እዩ እዚ ኣንታ እዚ ሕመቕ ምስኡ እዩ ተፈጢሩ እብለካ ኣለኹ ዋ ስማዕ እንዶ ኣነ ክነግረካ እዚ ኣምላኽ ካብ ሰማይ ወሪዱ ተዘይዕርዎ ሰብ ዝበሃል ክዕሪ ኣይክእልን እዚ
በል ዘይመልዓልትኻ ኣይተልዕል ብበርቂ ሓጋይ ከይተወዳእና እሞ ኣነ ንስኻ ንብለካ ኣለኹ እዛ ሕውነትና ክትቅፅል ዝወሓጥናያ ፀፀር ከይሓንቀና እንተደልያ እንተ ደሊኻ እዛ ጉዳይ ግደፋ ብለካ ኣለኹ ኣንታ ንዓይ ጉድ መጺኣትኒ ኣንታ ንዓይ ጉድ መጺኣትኒ ኣብ ክሳደይ ኣርዑት ቆሪንኒ ኣብ ዝባነይ መግደራ ተጻዒንኒ በቲኣ እንተኸድኩ ጸድፊ ኮይናትኒ በቲኣ እንተበልኩ እሾኽ ኮይናትኒ ዘሊለ ከይሰግራ ሓጹር ኮይናትኒ ዓርከይ ዝበልክዎ ገጹ ከዊልኒ ብገዛእ ጉዳዩ ኣሕሊፉ ሂብኒ ኣንታ ንዓይ ንስድራይን ምጾታት መጺኣትኒ ኣንታ ሰቆል ቆዛሚ ዋዕ ኣነ ነግረካ ኣለኹ እዚ ወዲ ወጻኢ ወድኻ ወድኻ እወ እወ እወ እና ወዲኡ ንስደዶ እብለካ ኣለኹ ኩላህና ክንዕርፍ ከመይ ቢልና ክንዕርፍ እዚ ጉዳይ እዚ ዶ ይዕርፍ እዩ ምዃን ንስኻ ኣዕሪፍካ እንዲኻ ናብታ እንዳ ዘማኻ ከድካ ዶ ዕርፍ ኣይቀንኻ ክላሰቆል ኣበይ ክነዕርፍ ሕጂ ዘግዳ ናይ ወዲ ኪዳነ ንግበር እዛ ሓሳብ እዚኣ ተቋርጻ ዲኻ ኣይተቋርጻን ኣነ ጓለይ ንየማነ ኣይህቦን ይብለካ ኣለኹ። ኣንታ ሕጂ ግዳይ ከመይ ኢልካ ክትሰምዓኒ ኣይፈኽፈኽ ኢልካ እንዲኻ ረሲንካ ዘለኻ ኣታ ርግበ እኳ እንታይ ክትብለኒ ዘይበልካ ገዛይ ገዲፍካዮ ይገድፈወ ይገድፈወ ኣነ እኳ ነዞም ንፉዓት ደቅኻ እኳ ኣይህበካን እንዳ በልኩኻስ ኣታ ንየማነ ወዲ ኪዳነ ክትብለኒ ኣንታ እታ ጓለይ ኣብ ዕዳጋ ዝወረደት ጥሪት ዲኻ ሓሲብካያ? ኣንታ እንታይ ከም ዝሓሰብኩ ስለ ዘይፈለጥካ እኳ ፈለማ እምበር እህ ንበለኒ። እንታይ እህ ክብለልካ?
ዋእ ዝምክር ተልዩካ ዝሕሰብ ተልዩካ ከኣኒ ምሳይ ምመኸርካ እምበሪ ምስኡ ወዲኻ እኳ ከንዓይ ተርድኣኒ ደለኻ። ዋእ ምስኡ ዶ መኺረ? ካብ ብመዓስ እታ ወዲ ኪዳነ ንህልካ ጽዕነት ኣድጊ ዕንጨቲ ናብ ገዛይ የራግፍ? እህ
ዋእ ዋእ ዕንጨይቲ ንድሓነት ኣምጽላ? ኣንታ ናይ ዕንጨቲ እንዶ ግደፎ ወረ ንመለይ ጓለይ ኣብ መንገዲ ዓጊቱ ንህልካ ከዕልላ ጸኒሑኒ።

መን መን ኳና ኮይኑ ዋይ ኣንታ ወደይ ኣኺሉ ወዲቲ ዘረባኻስ ከምዚ ነይ ንስኺ ኳና ኢልኪ ሕጂ ንስኺ ኣብዚ ምስ ዝኽቦ ኣብዚ ትሰጥሒ ትስጥሒ ሽዑ ትነቕጺ የንቅጽካ ነይ ንስኺ ንዓይ ኳና ኢልክኒ ኣነ መዓስ ኳና ኮይነ ደሓን ደሓን ነዚ ክቦ እውን ኣደይ ጥርሃ ኢልካ ከም ትጽውዖ ሰሚዐ ኣለኹ ነይ ነይ ኣነ ኣብዚ መጽኤ ነዚ ርእዮ ሽዑ እዚ ናይ ኣደይ ጥርሃ እዩ ኢለ ኦኬ ሶ እዚ ናትኪ እዩ ሓቂ እዩ ናትኪ እዩ ዝኽቦ ኦኬ ኣየይ ደድሕሪ ሚላ እንዳኸድካ ንዓድኻ ከይከድካ ክትጽለል ኢኻ። ንስኺ ጽልልቲ ኮይንኪ ኣለኺ ንዓይ ሚላ ሓፍተይ ከምኡ ኢላትኒ። ኦይ ናይ ሚላን ገዲፍካ እንዶ ተዛረብ ሚላን ደኣ ካብዚ ዓድና ጎጥጒጣ ከተውጸና እንታይ ዶ ተሪፉ ኣሎ እዩ ሚላን እኳ ክትፈልጥ ቅምጥ ኢላ ስርኤል በረኻ እያ። ዋት ታይ ስርኤል ሚሊ ስርኤል ኣይኮነትን ኦኬ ንዓይ ሓፍተይ እያ ሕጂ ንስኺ እንታይ ደሊኺ ናብዚ መጺኺ ወይለካይ እስኻ እምበር እንታይ ኣለካ ናብ ኣፈፌተይ መጺኻ እዚ እኮ ኣፈፌተይ ክልኣ ፊት ንላዕሊ ቦኻ እዚ ገዛ እዩ ያ ኩሉ ዓደይ እዩ ተደልየ ኣብዚ ይኸውን ደልየ ኣብ ደንበ ይኸውን እስኺ ዋላ ዓድኺ እዩ ኣብዚ ኹኒ ኣብ ድላይኪ ኹኒ ኦኬ ወይ ጉድ ንኹላስ ኦኾይ ኦኾይ ኣቢልካያ። ያይ ያይ ሕጂ ኣነ በይነይ ክጻወት ይደሊ ኣለኹ ንሶ ንስኺ ኺዲ ኦኬ። ኣታ ኺድ መን ከምሳኻ ክጻወት መጽዩ ጓህናቕ ንሓውኻ ካብ መረበቱ ሰጊግካዮስ ንዓይ ከኣ ክሰጎን ደሊኻ። መን ሰጊግዎ ኣነ ሰጊገዮ እሱ ንዓይ ጸሊእኒ እንታይ ጌሩ ኣብቲ ከይዱ ዳሓሰር ኣብኡ ይውዕል ኣነ መጽየ ንዓይ ኣይፈተወንን። እንታይ ከ ዝፍቶ ኣለካ እንታይ ዝፍቶ ኣለካ ንዓኻ ምዃኑ ንስኻ እንታይ ጌርካ እዛ ኹላ ዝገበረት ህድኣት እያ። እሞይ እወ እሞይ እንታይ ጌራ እሳ ደኣ እንታይ ዶ ጌራ ስድራይ ምስ በልካያ ምጥ ኢላ እዚኦም እመስሉ ስድራኻ ኢላ ኣላልያ ኣቢላትካ ሒዛትካ ነስመራ ክንዲ ትኸይድ ኣብዚ ገዛ ሓዋ ኣጒዳትልኩም ከይዳ ሕጂ ግን ክትፈልጥ ምስ ሓውካ ክዓርቀካ እያ ኦኬ ምስ ሓወይ ትዓርቅኒ ዋው ኣደይ ጥርሃ ሕጂ ጽቡቕ ዘረባ ተዛሪብካ ኦኬ ኣነ ምስ ሓወይ ክዕረቕ ይደሊ ኣነ ይፈትኦ ንሱ ጸሊእኒ ኣነ ይፈትኦ ደሓን ደሓን ንስኻ ጥራሕ ሕራይ በል እምበር ናቱ ጸገም ኣብርካን ባዕለይ ከይደ ሕራይ ከብሎ እዩ ኦኬ ቴንክ ዩ ቴንክ ዩ ኣደይ ጥራሕ ዋይ ኣዳርግ ዋይ ኣልክ ዝበርጎኒ እስከ ከይተውድቀኒ ዋይ ኦኬ ኦኬ ኦኬ ኣደይ ፅርሃ ንስኺ ደፋር ኢኺ ድላይኪ ትዛረቢ መሰልኪ ትዛረቢ ኦኬ ዝረበሹ እንታይ ትብሊ ግደፍ ግደፍ ኢልኪ ንኹሉ ትዛረቢ ሰው ኣነ ንዓኺ ፈትየካ ኣለኹ
ኣታ ስኻ እምበር ትፍቶ መዓር ኣፉ ኣታ ከም እንደይ ምቅር እዩ ዝመልሓስካ ያ ያ ሕጂ ኣነ እንታይ ይገብር ስኺ መዓር ትገዝኢ ሽኮር ትገዝኢ ቡን ትገዝኢ ኣነ ኣሜሪካ ይኸይድ

ኪዲ ደኣ ድሕርዚ ሕጂ ምስ ዮሴፍ ወደይ ንዓኺ ኣይተድልንንን ኢኺ ተደሊኺ ማሰ በሊ ተደሊኺ ወየ ወየ ወየ በሊ ቁልሒ ኢለ ይርእየክኒ እሞ ሻሪኽኒ ኢኺ እስኺ እንዲኺ ቀዲምኪ ምስ ዮሴፍ ደሻረኺ ያ ያ ያ ኣደይ ፅርሃ ተብልዓናያ ሽሮ ኣብ መሶብ ኣሎ ሽሮ ኣብዚ የለን ሽሮ ኣብዚ እንታይ ኣሎ ኣብዚ ኩቦ ኣሎ የ

መን ሰበይቲ? ኣነ ሰበይቲ? ኣነ ሰበይቲ እየ? እውይ ንዓናይ ዝወደይ ናትና ገዲፍና እቲ ናትካ ቋንቋ ከይንኽእል ንዑ ናይ ሕጂ ገዛ ጸባ ኣሎ ቅጫ ኣሎ ንዑ ናይ ደቂ ሓወይ ኦኬ ኣሎ ንበልዕ ለስጎ ለስጎ ወይ ደቂ ሓወይ ኣነ ክፈትወኩም እኮ ጉዳይ ደቂ ሓወይ
ወይዛ ዳዕሮዬ በዓልቲ ግርማ